ምሩጻት ጥቕስታት ብዛዕባ እንታይነትካ ንእንታይነትካ ተቐበሎ ንርእስኻ ኹን ኩሉ ሰብ ከምኡ ኢሉ እዩ ዝነብር ዘሎ ኣምላኽ ዝፈጠረካ መልክዐኛ ፍጡር ኢኻ ጽባቐ ከም ባዕልኻ ክትከውን ምስ ወሰንካ እዩ ዝጅምር። ንርእስኻ ምስ ካልኦት ኣይተወዳድራ፣ ንርእስኻ ጥራይ ብምዃንካ ምስ እትዓግብ፣ ምስ ዘይትወዳደር ወይ ምስ ዘይትነጻጸር ኩሉ ሰብ ከኽብረካ እዩ። ሰባት ብዛዕባኻ እንታይ ከም ዝሓስቡ ኣይትጨነቕ፣ መንነትካ ኩን፣ ስምዒታትካ እውን ተዛረብ፣ ከመይሲ እቶም ዘየገድሱ ኣየገድሱን እዮም፣ እቶም ዘይሓስቡ እውን ከምኡ እዮም። ምሉእ ብምሉእ ባዕልኻ ኩን። ኣብታ ከም ባህግኻ ክትነብራ ትጽዕረላ ዘለኻ ዓለም ንርእስኻ ምዃን'ዩ ኣዝዩ ዘደንቕ። ንስኻ ኢኻ፣ ሎሚ ንስኻ ኢኻ፣ እዚ ካብ ሓቂ ንላዕሊ ሓቂ'ዩ፣ ካባኻ ህያው ዝኾነ የልቦን'ዩ። ካልእ ክትከውን ኣይትፈትን፣ ግዜኻ ውሱን ስለ ዝኾነ ንህይወትካ ከም ካልእ ሰብ ክትነብር ኣይተባኽኖ። ንርእስኻ ክትቆጻጸሮ ትኽእል ትብዓት ይሃልኻ። እተፈላለና ምዃንና ሕማቕ ነገር ኣይኮነን፣ እዚ ኸኣ ንርእስኻ ንምዃን እኹል ተባዕ ምዃንካ የመልክት። ኣብ መንነትካ እምነት ይሃልኻ። ወትሩ ገዛእ ርእስኻ ኹን። ሓሳብካ ግለጽ፣ ኣብ ገዛእ ርእስኻ እምነት ይሃልኻ። ወጺኢኻ ናይ ዕዉታት ሰባት ባህርያት ኣይትድገም። ህይወትካ ናትካ ጥራይ እያ። ሓንቲ ግዜ ጥራይ ኢኻ ትነብር፣ ስለ ዝኾነ ናትካ ምዃን ኣረጋግጽ። ለውጠ ላዕል ገዛእ ርእስኻ ብምዃን ንዓለም ቀይራ። ዝደለኻዮ ኹን፣ ኣብ ዝኾነ ይኹን ክትኮነላ ትኽእል ዓለም ንርእስኻ ኹን። ዕላማ ዘለዎ ህይወት ንምንባር ጽዓር፣ መን ምዃንካ ፈሊጥካ ብዕላማ ግበሮ። ብሉጽ ትርጉም ርእስኻ ኹን፣ ወትሩ ናይ ካልእ ሰብ ካልኣይ ደረጃ ትርጉም ኣብ ክንዲ እትህብ ናይ ቀዳማይ ደረጃ ትርጉም ይሃብካ። ብቑዕ ኢኻ፣ ሓደ በኹሪ ጽሑፍ፣ ካብ ቅዳሕ ንላዕሊ ዋጋ ስለ ዘለዎ ንርእስኻ ተጠንቀቐላ። ፍጹም ኢኻ፣ እንታይነትካ እንተ ዘይኮይኑ ካልእ ክትከውን ኣይትደልን፣ ምሉእ ብምሉእ ከምኡ ክትከውን ድማ ጽዓር። ገዛእ ርእስኻ ፍቐደላ፣ ኣብዛ ጫውጫው ትብል ዕምቈት ዘይብላ ዓለም ኣብ ጎኒ ጎኑ ደው ኢልካ እዎ ምባል ጽቡቕ እዩ። ብርሃን እቲ ዝበለጸ ብርሃንካ ምብራህ ብሓቂ መንነትካ ምዃን እዩ ፍቕሪ ክትመርሐካ ፍቐደላ በቲ ብሓቂ ተፍቅሮ ፍሉይ ዝበለ ስሕበት ስቕበል ኣይከስሕተካን እዩ ነቶም ጸላእቲ ዕሽሽ በሎም ኣብ ዓለም ዘሎ መንነትካ